ሰላም ጥዕና ይሃበልና ክቡራት ተኸታተልትና፣ እዚ ባይቶና ሚድያ እዩ። ባይቶና ሚድያ ተኣማንን እዋናውን ዝኾነ ሓበሬታ ንኽቡራት ተኸታተልታ ኣብ ምቕራብ እትነጥፍ ዘላ ሚድያ እያ። ንቻናልና ሳብስክራይብ፣ ሼርን ላይክን ብምግባር ክተተባብዕና ብኽብሪ ንዕድም። ናይዚ ዕለት ትኩስ ዜና ከም ዝስዕብ ቀሪባ ኣሎ። ናይ መወዳእታ ውሳነ ንጀነራል ወዲ ወረደ ሰራዊት ትግራይ ወሲንኩም ኣፍልጡና ክብል ምሕታቱ፣ ሕወሓት ህፁፅ ትእዛዝ ሂባ፣ ኦፕረሽን ቐፍታ ሕሞራ ብዓወት ትዲኤፍ ክቡራት ተኸታተልትና ናይዚኦምን ናይ ካልኦትን ዝርዝር ዜና ክነስምዐኩም ኢና። ንምክትታልኩም ደጊምና ብኽብሪ ንዕድም። ንቻናልና ሳብስክራይብ፣ ሼርን ላይክን ኣይትረስዑ። ሕጂ ናብ ዝርዝራ ላዕለዎት ቁልፊ ኣመራርሓ ሰራዊትን ሕወሓትን ኣብ እዋናዊ ጉዳይን ሽሞት ጀነራል ወዲ ወረደ ኣመልኪቶም ኣኼባ ተቐሚጦም ኣለዉ። ኣብ ዝተጣየሸ መኸተ ኮሚቴ ቁልፊ ኣመራርሓ ዝኾኑ ሓይልታት መኸተ ኣብ እዋናዊ ኩነታትን ኣብ ዝተናውሐ ሽሞት ጀነራል ወዲ ወረደ ኣመልኪቶም ይዘትዩ ከም ዘለዉ ዝተረኸበ ሓበሬታ የረድእ። ብኣብይ ኣሕመድ ዝተውሃበ ሹመትን ኣብቲ ደብዳበ ሽሞት ዝተጠቐሰን ካብ ውዕሊ ሰላም ፕሪቶርያ ወፃኢ ከምዝኾነን ንክልላት ጣልቃ ምእታው ብዝብል ኣብ እዋን ጀኖሳይድ ትግራይ ዝፀደቐን ኣዋጅ ከምዝኾነን ተፈሊጡ። እዚ ኣዋጅ ቁሪ ብዝኾነ መልክዑ ምስ ውዕሊ ሰላም ፕሪቶርያ ዘይጠዓዓም ብምዃኑ ቅቡል ከምዘይኮነ እቲ ካውንስል መኸተ ኣስሚሩላ ኣሎ። ጀነራል ታደሰ ወረደ ካብ ኣዲስ ኣበባ ተመሊሱ ምስ ኣማኻርቱን ኣባላት ድሕንነትን ከም ዝተራኸበ ተፈሊጡ ኣሎ። እዚ ከምዚ ኢሉ እናሃለወ ጀነራል ወዲ ወረደ ካብ ስልጣን ወዲ ወረደ ኣብ ስልጣን ከም ዘይቕፅልን ዝተወደአ ነገር ከም ዝኾነን ዝተረኸበ ሓበሬታ የረድእ። ኣብዚ ጉዳይ ሓሳቦም ዝሃቦ ምሁራትን ኣመራርሓ ሰራዊት ትግራይን ከም ዝገለፅዎ ኣብዚ ሕጂ እዋን ህወሓት ዝተሰሓሓተ ውሳነ እንተወሲናን ጀነራል ወዲ ወረደ ንክቕፅል እንተፈቒዳን እቲ ሕጂ ዘሎ ሰራዊት ትግራይን ድጋፍ ህዝብን ስለ እትስእኖ ንባዕላን ንህዝቢ ትግራይን ናብ ሓደጋ ከም ዘእትዎ ገሊፆም። ስለዚ ድማ ህወሓት ብብልፅግና ዝተዳለወላ መፃወድያ እንተተቐቢላ ንህዝቢ ትግራይ ሒዛቶ ክትጠፍእ እትኽእለሉ መንገዲ ባዕላ ምምዕርራይ ከምዝኾነ እቶም ምሁራት ይገልፁ። ይኹን እምበር ናይ ብዙሕ ዓመት ልምዲ ዘለዋ ህወሓት እቲ ኩነታት ኣንቢባ ንህዝቢ ትግራይ ዝጠቅም ውሳነ ከምትውስንን እንዳተገለፀ ይርከብ። እዚ ከምዚ ኢለ እናሃለወ ኣብ ሙሉእ ትግራይ ዝፈረሰ ኣብያተ ምኽረ ናብ ስርሐን ብምምላስ ቅድሚ ኹናት ዝነበረ መንግስቲ ብምምላስ ናብ መኸተ ንምእታው ወፍሪ ከምዝተጀመረን እተን ዝቐረያ ወረዳታት ኣብያተ ምኽሪ እውን ማእኸላይ ዞባ ዝወሰደቶ ሰጎምቲ ከምዝወስዳን ካብ እሙናት ፍልፍላት ዝተረኸበ ሓበሬታ የረድእ። ጀነራል ወዲ ወረደ ንወረዳታት ብዝሃቦ መጠንቀቕታ ከይዲ ምምላስ ኣብያተ ምኽሪ ወረዳታት ጠጠው ከብል እዩ ተባሂሉ እንተነበረ እኳ እዚ ካብ ሓቂ ዝረሓቐ ከምዝኾነን እተን ወረዳታት ኣኼባ ብምክያድ ቅድሚ ኮይና ዝነበረ ቁመና መንግስቲ ንምምላስ ይሰርሓ ከም ዘለዋን ተፈሊጡ። እዚ ከምዚ ኢሉ እናሃለወ ካውንስል መኸተ ትግራይ ኣብ ምምላስ ዝተወረረ ግዝኣት ትግራይ ውሳነ ከም ዘመሓላለፈ ተሓቢሩ። ካብ ወተሃደራዊ ፍልፍላትና ዝተረኸበ ሓበሬታ ከም ዝሕብሮ ኣብ ትሕቲ ወራርቲ ዝርከብ ግዝኣት ትግራይ ዝምለሰሉ ግዜ ሕጂ ምዃኑ ከም ዝተሰመረሉ ተፈሊጡ። ብልፅግና ኣብዚ ሕጂ እዋን ኣብ ከቢድ ቀውሲ ከም ዘሎ ዝሓበረ እቲ ገምጋ ኣብ መፃብቦ ሆርሙዝ እውን ሓደ ግዜ ይዕፆ ሓደ ግዜ ይኽፈት ስለ ዘሎን ኣብ ልዕሊ ኢራን ዝተጀመረ ኩናት ክቕፅል ከም ዝኽእል ይገልፅ። ኣሜሪካን ኢራንን ስምምዕነት ጠጠው ምባል ኩናት ኢራን እንተፈጸማ እስራኤል ኣብ ልዕሊ ሊባኖስ መጥቃዕቲ ምቕጻላ ኣሜሪካ ኣካል እቲ ስምምዕነት ዝኾነ ኢራን ዩራኒየም ናይ ምምዕባል መሰል ኣይቅበልን ምባላን ዝመሳሰሉ ኣካል እቲ ኣሜሪካ ተቐቢለዮ ኢላ ዝነበረት ዓሰርተ ነጥቢ ዝሓዘ ቅድመ ኩነታት ስለ ዝተጠሓሱ እቲ ኹናት ክቕፅል ከም ዝኽእል እዩ ዝግለፅ ዘሎ። ተንተንቲ ከም ዝገለጽዎ እስራኤል ኩናት ጠጠው ናይ ምባል ድልየት ከም ዘይብላ እናገለጹ ዝርከቡ እንትኾኑ ኣሜሪካ ድማ እቲ ኩናት ጠጠው ክብል ከም ትደሊ እዩ ዝንገር ዘሎ። ስለዚ ድማ ኢትዮጵያ ብሕጽረት ነዳዲ ካብ ዝሰቓያ ዘለዋ ሃገራት ስለ ዝኾነትን ሰለስተ መራኸባ እውን ኣብ መጻብቦ ሆርሙዝ ተዓጊተን ስለ ዝርከባን ትግራይ ግዝኣታ ንምምላስ ካብ እዚ ዝበለጸ ከም ዘይትረክብ ምሁራት ይገልጹ። ህዝቢ ትግራይ ድምፂ ጥይት ክሰምዕ ዘይደሊ እኳ እንተኾነ ኣብይ ኣሕመድ ወሪሮ ሒዝዎ ዘሎ ግዝኣት ትግራይ ብሰለማዊ መንገዲ ክምልስ ስለ ዘይኽእል ናይ ሓይሊ መማረፂ ክውሰድ ኮሚቴ መኸተ ትግራይ ከም ዝወሰነን እዩ ዝግለፅ ዘሎ። እዚ ከምዚ ኢሎ እናሃለወ ሕጂ ዝተረኸበ ሓበሬታ ከም ዝሕብሮ ኣብ ምዕራብ ትግራይ ሓድሽ ታሪኽ ይፀሓፍ ከም ዘሎ ተሓቢሩ። ኣብ ምዕራብ ትግራይ ብፍላይ ኣርሚ ሰብዓ እትፍፅሞ ዘላ ስርሒት ንወረርቲ ዘደንገፀ ከም ዝኾነ ተሓቢሩ። ካብ ፍልፍላት ዝተረኸበ ሓበሬታ ከም ዝሕብሮ ሰራዊት ትግራይ ክልተ ዓይነት ድሮናት ማለት ወናኝ ስለላን መጥቃዕትን ዝፈጸማን ድሮናት ስለ ዝወነነ ወረርቲ ሓይልታት ኣብ ኣኼባ ኣብ ድፋዕ ተኣኪቡ ኣብ ዘለውሉ ግዜ ብዝረኸቦ ቅልጡፍ ናይ ሳትላይት ሓበሬታ ተጠቒሙ መጥቃዕቲ ይፍጽም ከም ዘሎ ዝተረኸበ ሓበሬታ የረድእ። ኣብ ምዕራብ ትግራይ ወልቃይት ብኣርሚ ሰላሳን ሓደን ሰላሳን ሰለስተን ሰላሳን ሓሙሽተን ዝተዋደደ ኦፕሬሽን ስዒቡ ሰራዊት ትግራይ መኽዚን ኣፅዋር ከም ዝተቖፃፀረን ኣብ ልዕሊ ወራሪ ሓይሊ እውን ከቢድ ጉድኣት ከም ዘብፀሐን ተገሊፁ። ኣርሚ ሰብዓ ብወገና ኣብ ቃፍታ ሕሙራ ብዘካየደቶ ሓድሽ ኦፕሬሽን ዛጊድ ኣርባዕተ ወሰንቲ ድፋዓት ብምቁፅፃር ግዝኣቱን እናስፈሓፈሐ ከም ዝርከብ ካብ ምሽጥራዊ ፍልፍላትና ዝተረኸበ ሓበሬታ የረድእ። ኣርሚ ሰብዓ ነጥቢ ቀየርቲ ኣጽዋራት ዝተዓጠቐን ንዓመታት ኣብ ሱዳን ፍሉይ ስልጠና ክከታተል ዝጸንሐ ስለ ዝኾነ ወራርቲ ሓይልታት ኣርሚ ሰብዓ ይመጽእ ኣሎ ዝብል ዜና እንትሰምዑ ብሕሱም ፍርሒ ርሒቖም ከም ዝሃድሙ ተሓቢሩ። ኣብ ሸረሪን ኣብ ዝቐረባ መዓልቲ ዘጋጠመ ሓጺር ኦፕሬሽን ብዝምልከት ምሉእ ሓበሬታ ዘካፍሉና ወተሃደራዊ ፍልፍላት ወረርቲ ሓይልታት ንሓደ ሰዓት ዝኣከለ እውን ከይተዋግኡ ዕጥቆምን ስንቆምን ሓዲጎም ከም ዝሃደሙ ይገልጽ። ስለዚ ድማ ምዕራብ ትግራይ ምስ ሱዳን ከይትራኸብን ስንቅን ዕጥቅን ብኣንፈት ሱዳን ናብ ምዕራብ ከይኣቱ ድፍዓት ሃኒጹ ሓጺርዎ ዝነበረ ሰራዊት ብልጽግና ብሓጺር ኦፕሬሽን ከም ዝተጸረገን ሕጂ መስመር ሱዳን ሕሞር ኣብ ትሕቲ ቁጽጽር ሰራዊት ትግራይ ከም ዝኾነን ተፈሊጡ ኣሎ። ኢራን ንወሽመጥ ባሕረ ሆርሙዝ ዳግማይ ከም ዝዓፀወቶ ተሓቢሩ። ኢራን ኣብ ወሽመጥ ባሕረ ሆርሙዝ ዝርከባ መራኽብ ነዳዲ ዳግማይ ከም ዝዓፀወት ማዕኸናት ዜና ኢራን ሓቢረን። እስራኤል ሎሚ ኣብ ልዕሊ ሊባኖስ ብዝፈፀመቶ መጥቃዕቲ ጥራሕ 254 ሰባት ከም ዝሞቱ ተሓቢሩ። ነዚ ስዒቡ ድማ እዚ ዝተኣወጀ ናይ ክልተ ሰሙን ስምምዕነት ተኹሲ ደው ምባል ዳግማይ ናብ ውጥረት ኣእትይዎ ይርከብ። ብመሰረት ሓበሬታ ኣገልግሎት ዜና ፋርስ፣ እስራኤል ድሕሪ ምጅማር ኲናት ኣብ ልዕሊ ሊባኖስ እቲ ዝዓበየ መጥቃዕቲ ድሕሪ ምፍጻማ፣ ታህራን ነቲ ስትራቴጂካዊ መስመር መመሓላለፊ ነዳዲ ዓጽያቶ ኣላ። ሚኒስተር ጉዳያት ወጻኢ ኢራን ቅድም ክብል ንዝቐጸሉ ክልተ ሰሙናት ምስ ዕጡቓት ሓይልታት ኢራን ብምውህሃድ ብወሽመጥ ባሕሪ ሆርሙዝ ውሑስ ዝኾነ ምምሕልላፍ ነዳዲ ክህለ እዩ ኢሎ ምንባሩ ይዝከር። ይኹን እምበር ኣብ ትሕዝቶ እቲ ተኹሲ ደው ምባል ቅጽበታዊ ፍልልያት ተፈጢሩ ኣሎ። ነቲ ስምምዕ ዘሸማገሉ ቀዳማይ ሚኒስተር ፓኪስታን ሻህባዝ ሸሪፍ፣ እቲ ተዅሲ ደው ምባል ሊባኖስን ካልኦት ከባብታትን ዝሽፍን ምዃኑ ገሊጾም ነይሮም። ሰበስልጣን እስራኤል ግና፣ ኣብ ሊባኖስ ኣንጻር ህዝባሎህ ዝካየድ ዘሎ ስርሒት ዝተፈለየ ምዃኑን ተጠናኺሩ ከም ዝቕጽልን ኣፍሊጦም። ሲኤንኤን ከም ዝጸብጸቦ ድማ፣ እስራኤል ኣብ ልዕሊ ሊባኖስ ብዘካየደቶ መጥቃዕቲ ነፈርቲ ብውሕዱ ክልተ ሚእትን ሓምሳን ኣርባዕተን፣ ሰባት ክሞቶም ከለዉ ሓደ ሽሕን ሓደ ሚእትን ስሳን ሓሙሽተን ድማ ቆሲሎም ከም ዘለዉ ተሓቢሮም። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኽበጽሐኩም ሓድሽ ተዝኾንኩም ሳብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም ሓድሽ ዜና እንትልቀቕ ኖቲፊኬሽን ንኸበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ ሰላም